ኣርማ ፈላጥ ደራስን ተራኽን በረኸት ገብረ ትንሣኤ ምዕራፍ ሓደ ዕሽነት ዕሽነት ደቂ ሰባት ንዓለም ብቕርፂ እንቃቑሖ ምስ ሰኣልናዩ በሪለይ ምናልባት ተመራመርቲ ሰኒዶም ዘምፅሉይ ነገር ተዓዚበ ክትብል ትኽእል ኢኻ ግን ምስዛ ዓለም ተራቂቓቶ ዘላ እቲ ዝሰነድዎ ነገራት ብኣርትዖት መኣዝኑ ሒዙ ይመጻካ ከይሉኸ ሓሲብካሉ ዲኻ? እስከ ነዚ ነገር ንግዚኡ ኣወንዚፍና ብዛዕባ እዞም ተመራመርቲ ኢልና ኣርማ ፍላጥ ዝገዘምናዮም ጸረ ተፈጥራውያን ሰባት ገለ ክንብል ንፈትን። መሰረታዊ ትሕዝትኦም ብዓበይትን ሃብታማትን ዓለምና ባጀት ዝስልዓሎም ብምዃኑ ናብ ተዓዘብቲ ዘቕርብዎ ነገራት ሓሳባዊ ወይ እውን ካብ ድርሰት ዘይፍለ መልክዕ ክቐርብ ይግደድ። እቲ ምንጪ ሓሳብ ድማ ካብዚ ዝስዕብ ዝነቐለ እዩ። ወዲ ሰብ መጀመርያ ህበይ፣ ምስ ምዕባለ ግዜ ድማ ኣተሓሳስባኡን እንዳማዕበለ ነዚ ሒዝዎ ዘሎ ኣቋም ክሕዝ ተገዲዱ ይብል። ቅድሚ ሃንደራ ኢልና ናብ መልሱ ምእታውና ከምዚ ዝጠቐስክዎ ዝመስሉ ገለ ዝዓበዱ ፍልስፍናታት ወስ ክነብል። እቲ ፈጺሙ ዘይወሓጠለይን ክኸውን እዩ እውን ኢለ ዘይሓስቦ ነገር እንተሎ፣ ብሰንኪ ካብ ዓበይትን ንኣሽቱን ትካላት ወይ እውን ካብ መካይን ካብ ተኸኽቲ ነገራት ንዝሃፍፍ ትኪ ኣብ ሰማይ ዝርከቡ ኣዝዮም ገዘፍቲ ኣኻውሕ ሕማም መሬት ክረግፉ እዮም ዝብል እዩ። ንቐጽል ትንፋስ ክስዕቆ ህርዲግ ድሕሪ ምንባር ምዃን ምስ ኣበዮም ሙሉእ ዕድሜኻ ንምንባር ናብ ሮቦት ተቐየር ብዝበልዎ መልክዕ ብዙሓት ሰዓብቲ ምርካቦም እዩ። ኣብ ዓለም ላዕልን ታሕትን ኢሉ ብጽፍሩ ዝነብር ህዝቢ መሉኡለይ ዝበሎም ዘይብሉ ክነሱ ንዓለምና ብዝሕ ህዝቢ ዘጨናንቓ ዘሎ ኢልካ ኣበሳ ዘይብሉ ህዝቢ ምህላቕ ወዘተ እስከ ነተን ጎሊሐን ዝተረኣያን እሞ ከም ሕቶ ዘምጻኸወን ነጥቢ ንምምላስ ክንፍትን። ብርእሰ ተኣማንነት ኣብ ሰማይ ሓደ ሓይሊ ኣሎ ይብሉ። እወ ምስ ኮነ እቲ መልሲ ግን ናብ ናታቶም ሓሸውየ ይኣትዉ። ብርግጽ እቲ ኣብ ሰማይ ዘሎ ሓይሊ ናይ ፈጣሪ ምዃኑ ንሕና ደቂ ሰባት ካብ ሓመድ ተፈጢርና ብትንፋስ ፈጣሪ ብህይወት ከም ዝሰረናን ዘይፈልጡ ከይመስሉኻ። እንታይ ደኣ ዝብል ሕቶ እንተልዒልካ ግን ብትኽክል ዓለማዊ ምህዞ ናይ ፈጣሪ ምዃኑ እንተኣሚኖምሉ ፍልስፍንኦም ኣይሰርሕን ወይ እውን እምነቶም ክሳብ ናይ ሞት መቕጻዕቲ ከበይነሎም ክገብር ይኽእል እዩ። ኣብቲ ካልኣይ እንተመጺና ሰማያት ጻዕቂ ብዘለዎም ዝመስሉ ትክታት ዝተኸበበ ከም ምዃኑ ይፈልጥ። እሞ ከደኣ ብኸመይ መንገዲ ዓለም ከጥፍእ ዝኽእል ኣኻውሕ ተሰኪሙ ኣሎ? ንትኪ ብትኪ እንተ ተንከፍካዮ ዘምጽኦ ለውጢ ከ እንታይ እዩ? ንእሾኽ ብእሾኽ ዶ ይኩንካ እንተውጽኣ? ንቕጽል ናብ ሳልሳይ። ከምቲ ንሳቶም ዝብልዎ ሳይንስ ካብ ነቲ ምሉእ መዓልቲ ለውጢ ንዘይብሉ መንደቕ ክደፍእ ዝወዓለ ነቲ ብኬረማይ ኣልዒሉ ዘቐመጠ እዩ ሰሪሕካ ዝብሎ ዝብል ኣምር ኣለዎም። ስርሖም ግን ልክዕ ከም ህጻን ቆልዓ። ትንፋስ መለኮታዊ ሓይሊ ፈጣሪ እዩ። ንኽስምዕዎ ክሳብ ሕጂ ይርግድም ይብሉ ኣለዉ። እዚ ነገር እዚ ምዃን ምስ ኣበዮም ድማ ትንፋስ ወዲ ሰብ ናብ ዋናኣ ልኢኹ ምስሉ ኣብ ምድሪ ዓለም ብምትራፍ ባዕሎም ብዝሰንዕዎ ሓጺናዊ ጸዓት ንዘልኣለም ንበር ይብሉና። እዚ ብዝመስለኒ ክትንትኖ ዝጸናሕኩስ ደሓን ከምቲ ንሶም ዝብልዎ ህይወት ደቂ ሰባት ንምትራፍ ኢለ ክሓልፎ ምፈተንኩ ግን ከኣ ከምኡ ኢለ ንከይሓልፎ ንዕኦም ዝጻረር ነገር እንዶ ኣምጽኡ እቲ ብኣምሳሉ ዝፈጠረና እኮ በዚሕኩም ዘይበለናስ ንሶምን መወልቶምን እንዳተኸራኸሩ ነቲ ስኡን ርሂጸ በላዕ ብቫይረስ ካብ ዝፈትዎም ስድራ ቤት ምፍላይ እንታይ ድግጥም ክብል ይኽእል? እስከ ካብዞም ነቐዝ እምነት ውጽእ ብምባል ዘጋጠመኒ ኩነት ክገልጽ። ኣብታ ንእከበላ ዱካን ከከም ሕብሪ ገጽና ብዙሓት ጠባያት ዘለና ዓርከ መዘና ኢና ንመጽእ። ሓደ ምሸት ምስቲ ካባና ንእስ ዝብል ዋና ዱካን ሓደ ብፊዚክስ ተመራቒ ዝኾነ መንእሰይ ክትዕ ጀመሩ። ዋና ርኳን ብኩዕሶ እግሪ ጽሉል ብምዃኑ ባህጉ ናብ ግብሪ ንምቕያርን ኮኾብ ተጻዋታይ ዓለም ሮናልዶ ኣብነት ንምግባር ብጻዕሪ ዘይቅየር ነገር የለን፣ ሮናልዶ ካብ ኮስታሪ ጽርግያ እዩ ኮኾብ ኮይኑ ዝብል መረድእ ቃላት